እዚ ሕርያኹም ሕርያ ፖስት እዩ። ንሎሚ ናብ ዝመረጽናዮም ዕለታዊ ዜናታት ክንሰግር ኢና። ፈለማ ብቐንዲ ርስታት ዜናታት ክንጅምር። ክሳብ መወዳእታ ምሳና ጸኒሕኩም ክተድምጹና በክብሮት ንዕድም። ፕረዚደንት ኢሳያስ ንትግራይ መልእኽቲ ከም ዘሕለፈ ተሓቢሩ። ኣብ ኤርትራ ወተሃደራዊ መደበር ቲዲኤፍ ከም ዝተኸፈተ እውን ይግለጽ ኣሎ። ዕጡቓት ብዘካይድዎ ናይ ድብያ መጥቃዕቲ መካይን ከም ዝተማረኻን ሰራዊት ምስ ኣዘዝቶም ከም ዝተደምሰሱን ተሓቢሩ ኣሎ። ኣብ መንጎ ዕጡቓት ሓራ መሬትን ምልሻን ግጭት ተወሊዑ ህይወት ክልተ ተጋሩ ብኸንቱ ጠፊኡ ኣሎ። ሻዕብያን ተሓባበርቱን ኣስታት ሚእትን ሓምሳን ሞርታር ተኲሶም ክብል መንግስቲ ኢትዮጵያ ከሲሶም። ኣብቲ ክሲ ግብጺ ኮላይ ተኻቲታ ኣላ፣ ዝርዝር ኣለና። መንግስቲ ኢትዮጵያ ብራያ ዘብ ዝወደቦ ዕጡቕ ኣመሪቑ ኣሎ። ናይ ዘይዘርዘር እውን ኣለና ክሳብ መወዳእታ ምሳና ፀኒሕኩም ክተድምፁና ደጊምና ብክብሮት ንዕደም ናፍቲ ፈላማይ ዜናና ክንሰግር። ፕረዚደንት ኢሳያስ ንትግራይ መልእኽቲ ኤሕሊፉ ኣሎ። ኣብ ኤርትራ ወተሃደራዊ መደበር TDF ከም ዝተኸፈተ እውን ይግለጽ ኣሎ። እቲ ምስ መንግስቲ ኢትዮጵያ ሸሪኹ ኣብ ልዕሊ ህዝቢ ትግራይ ንዓለም ዘደንጸወ ገበናት ኲናት ፈጺሙ ካብ ማንካ ክሳብ ፋብሪካ ነቒሉ ናብ ኤርትራ ዘኽተተ ፕረዚደንቲ ሃገረ ኤርትራ ኢሳያስ ኣፈወርቂ ምስ ህዝቢ ትግራይ ሓንቲ ቅጫ ተማቒልና ክንበልዕ ኢና ከምዝበለ ተገሊጾም። እቲ ክሳብ ሎሚ ኣብ ዝገበሮ ቃለ መሕትት ይኹን መደረ ብዛዕባ እቲ ሕጂ ምስ መራሕቲ ትግራይ ይካየድ ከም ዘሎ ዝንገረሉ ፖለቲካዊ ጽምዶ ብሕም ኢሉ ዘይፈልጥ ፕረዚደንት ኢሳያስ ነቲ ኣቐዲሙ ኣብ ዓዲ-ሃሎ ዝተራኸቦ ወናኒ ዛራ ሚድያ ስታሊን ገብረስላሰ ካብ ብሕጂ ምስ ህዝቢ ትግራይ ሓንቲ ቅጫ ተማቒልና ክንበልዕ ኢና ከም ዝበሎ ሓቢሩ። ንሱ ከም ዝበሎ ናይ ዝሓለፈ ይኣክል ዋላ ድላዩ ግዘ እንተሓመቐ እታ ዘላ ቅጫ ብሓባር ከም እንማቐላ ከረጋግፀልካ ይፈቱ ከም ዝበሎ ብምግላፅ ድሕሪ ሕጂ ሰለስተ ሚእትን ስሳን ዲግሪ እትኽበብ ትግራይ የላን ክብል ኣብሪሁ ኣሎ። ከም መቐፀልታ ናይዚ ብሸነኽ ኤርትራ ዝኣቱ ነዳዲ ሓዊሱ ካብን ናብን ዝኣቱ ሃለቕቲ ኣቑሑ ከም ዝረኣ ምንጭታትና የረጋግፆ። ብተወሳኺ ሰራዊት ትግራይ ሓድሽ ወተሃደራዊ ታዕሊም ኣብ ኤርትራ ክወስድ መደብ ተታሒዝሉ ምህላዉ ተገሊጹ። ብተቓወምቲ መንግስቲ ኤርትራ ዝውነን መርበብ ሓበሬታ ኤሪፒኤም ከምዝጸብጸቦ፣ ወተሃደራዊ ታዕሊም ኣብ ሰለስተ ቦታታት ማለት'ውን ገርገራ ከባቢ ደቀምሓረ፣ ደማስ ከባቢ ጊንዳዕን ወተሃደራዊ መዓስከር ሳዋን ዳግማይ ስልጠና ከምዝወሃብ ኣቃሊዖም። መንግስቲ ኤርትራ ካብ ስርዓት ኢትዮጵያ ኣንጸላልይዎ ካብ ዘሎ ሓደጋ ወራር ክከላኸል ምስ ህወሓት ዝሸረኸ ክኸውን ከሎ፣ ህወሓት እውን ብተመሳሳሊ ካብ ፌደራል ኣንጸላልይዎ ዘሎ ሓደጋ ንኽድሕን ክብል ምስ ህግደፍ ከም ዝተጻመደ ይሕበር። ዕጡቓት ብዘካይድዎ ናይ ድብያ መጥቃዕቲ መኻይን ከም ዝተማረኻን ሰራዊት ምስ ኣዘዝቶም ከም ዝተደምሰሱን ሓቢሮም። ብሚኒሊክ እዝ ዝፍለጡ ሓይልታት ፋኖ ኣብ ሰሜን ወሎ ኣብ ጥቓ ከተማ መርሳ ካብ መበል ሚእትን ኣርባዕተን ክፍለ ሰራዊት ዝተውፃፅዑ ዕጡቓት ብዘካይድዎ ኦፕሬሽን ዓወት ከምዝቐንዖም ገሊፆም። ብመሰረት ዝዘርግሐዎ ሓበሬታ ኣብቲ ግጭት መራሒ ጋንታ ዝርከቦም ኣስታት ዕስራ ኣባላት ሰራዊት መከላኸሊ ኢትዮጵያ ከምዝተቐትሉን ካልኦት ዓሰርተ ሸሞንተ ድማ ከምዝቖሰሉ ኣብሪሆም። ብተመሳሳሊ ዜና ሓይልታት ፋኖ ካብ ከባቢ እስቴ ተበጊሶም ናብ መካነ ኢየሱስ እንዳተጓዓዙ ዝነበረ ሰራዊት መንግስቲ ኢትዮጵያ ሓይልታት ፋኖ እስቴ ዴንሳ ብርጌድ ብድብያ ከምዝደምሰስዎ ኣቃሊሖም። ኣብቲ ሓይልታት ፋኖ ዘካይድዎ ስርሒት ሓደ ተሽከርካሪ ፓትሮል ምስ ዝፀዓኖ ንብረት ብፋኖ ሓይልታት ከምዝተማረኸን ካልኦት ተሽከርከርቲ ድማ ከምዝተቓፀላ ሓቢሮም። እንተኾነ እዚ ሓበሬታ ካብ ሓይልታት ፋኖ ጥራይ ዝተዘርግሐ ክኸውን ከሎ ካብ ወገን መንግስቲ ኢትዮጵያ ክሳብ ሕጂ ነዚ ዘረጋግጽ ይኹን ዝኽሕድ ዘውጽኦ ሓበሬታ የለን። መንግስቲ ኢትዮጵያ ቀንዲ ምምሕዳር ዞባታት ውሱናት ማእከላት ወረዳ ምምሕዳርን ዝቆጻጸር ክኸውን ከሎ ሓይልታት ፋኖ ብወገኖም ካብ ወረዳ ንታሕቲ ዘሎ መዋቕር ምምሕዳር ክልል ኣምሓራ ኣብ ትሕቲኦም ከምዘሎ ይግለጽ። ዛጊድ እቲ ኣብ መንጎ ክልቲኦም ሓይልታት ዝካየድ ደማዊ ኲናት ብዝሓየለ ኣገባብ ይቕጽል ከም ዘሎ ዝፍለጥ እዩ። ኣብ መንጎ ዕጡቓት ሓራ መሬትን ምልሻን ግጭት ተወሊዑ ህይወት ክልተ ተጋሩ ብኸንቱ ጠፊኡ ኣሎ። ኣብ መንጎ ብሓራ መሬት ትግራይ ዝፍለጡ ዕጡቓትን ምልሻ ትግራይን ግጭት ከም ዝተፈጥረ ተሓቢሩ። በቲ ዝተፈጠረ ልውውጥ ተኹሲ ድማ ክልተ ደቂ ሓደ ብሄር ተጋሩ ህይወቶም ከምዝሰኣኑ ምንጭታትና ኣረጋጊፆም። ፍልፍላትና ከምዘረጋገፅዎ ገለ ዕጡቓት ኣባላት ሓራ መሬት ትግራይ ካብ ዓፋር ተበጊሶም ብለይቲ ናብ መንበሪ ገዛ ነባር ተጋዳላይን ምልሻን ኣባል ካቢኔ ምምሕዳር ወረዳ ወጅራት መሓሪ ብምኻድ ከውታ ለይቲ ዓፊኖም ክወስድዎ ፈተነ ከምዝገበሩ ተገሊፆም። እቲ ብ tpf ዝፍለጥ ዕጡቕ ሓይሊ ንመንበሪ ገዛ ተጋዳላይ መሓሪ ከቢቡ እኳ እንተነበረ፣ ካብ ውሽጢ ገዛ ተኹሲ ከፊቱ። ኣብ ዝተፈጥረ ልውውጥ ተኹሲ ሓደ ካብ ኣባል ሓራ መሬት ኣብ እዋን መኸተ ግቡኡ ዝፈጸመ ተጋዳላይ ገብረማርያም ህይወቱ ከምዝሓለፈ ተሓቢሩ። ተጋዳላይ መሓሪ እውን ኣብቲ በቲ ልውውጥ ተኹሲ ብጥይት ተወቒዑ ናብ ሕክምና እንዳተወስደ እንከሎ ኣብ መንገዲ ህይወቱ ከም ዝሓለፈን ምፍላጥ ተኻኢሉ ኣሎ። ኣብ መንጎ ካብ ሓራ መሬት ዝተበገሱ ዕጡቓት ሓራ መሬት ምስ ምልሻ ሰራዊት ትግራይን ሓድሕድካ ዝግበር ልውውጥ ተኹስን ምቅታልን እዚ ናይ መጀመርታ ከም ዘይኮነን እዚ መጋበርያ ሓይልታት ፅንተት ኮይንካ ዝግበር ምጥፍፋእ ነቲ ብሄር ናብ ኣዝዩ ዝገደደ ምፍርራስ ዝወስዶ ከም ዝኾነ ተዓዘብቲ ስግኣቶም የቐምጡ። ሻዕብያን ተሓባበርቱን ኣስታት ሚእትን ሓምሳን ሞርታር ተኩሶም ክብል መንግስቲ ኢትዮጵያ ከሲሱ። ኣብቲ ክሲ ግብጺ ኮላይ ተኻቲታ ኣላ፣ ዝርዝር ኣለና። ሓደ ካብ ላዕለዎት ሚኒስትራት ኢትዮጵያ ሻዕብያን ግብጽን ዝርከብዎም ሓይልታት ኣስታት ሚእትን ሓምሳን ሸውዓተን ሞርታር ናብ ሓደ ምርጫ ጣብያ ከምዝተኮሱ ሓቢሮም። ኣብ ክልል ኣምሓራ ምርጫ ክልል ራያ ቆቦ ሓደ ሚእትን ሓምሳን መደበራት ምርጫ ከምዝነበሮን ልዕሊ ሓደ ሚእትን ስሳን መረፅቲ ከምዝተመዝገቡን ሓደ ካብቶም ቀንዲ ኣሳሰይቲ ስርዓት ብልፅግና ከምዝኾነ ዝንገረሉ ሚኒስትር ኢኖቬሽንን ቴክኖሎጂን ኢትዮጵያ በለጠ ሞላ ገሊፆም። ንሱ ኣብቲ ንይምሰል ብኲናት ተዓጂቡ ዝተኻየደ ናይ ሕሶት ምርጫ ሸውዓተ ፖለቲካዊ ፓርትታት ተወዳዲሮም ክብል ኣብሪሆ። ሚኒስተር በለጠ ሞላ ንምርጫና ንምትዕንቓፍ ሓይልታት ሻዕብያ፣ ግብጺ፣ ወያነን ኣብ መዓልቲ ምርጫ ሓደ ሚእትን ሓምሳን ሸውዓተን ሞርታር ከምዝተኮስሉን ነቲ ከይዲ መረጻ ንምትዕንቓፍ ከምዝፈተኑን ከሲሶ። በለጠ ሞላ ብተወሳኺ ኣብ ራያ ቆቦ ብተኹሲ ሞርታራት ግብፂ፣ ወያነን ሻዕብያን ተዓጂቡ ተኻይዱ ዝበሎ መረፃ ውፅኢት ድምፂ ካብቶም ኣብ ኢትዮጵያ እቲ ዝልዓለ ደገፍ ዝረኸቡ ክልላት ምርጫ ሓደ ምዃኑ ሓቢሩ። ኣብቲ እዋን ሽግራትን ፈተናታትን እኳ እንተነበረ ተሰሊፎም ድምፆም ዝሃቡ ከምኡ እውን ነቲ ምርጫ ንኽሳለጥ ዝተፈላለዩ ኣስተዋፅኦ ንዝገበሩ ኩሎም ኣካላት ከምዘመስገኖም ገሊፆም። መንግስቲ ኢትዮጵያ ኣብቲ ንይምሰል ዘካየዶ ሃገራዊ መረፃ ትግራይ፣ ዝበዝሕ ክፋል ክልል ኣምሓራ፣ ቤንሻንጉል ጉሙዝ፣ ጋምቤላን ክፋል ኦሮሚያን ኣብቲ ስርዓት ብልፅግና ብሽም መረፃ ዘካይዶ ተዋስኦ ዘይተሳተፋ ከምዝኾና ይፍለጥ። መንግስቲ ኢትዮጵያ ብራያ ዘብ ዝወደቦ ዕጡቕ ኣመሪቑ። ስርዓት ኢትዮጵያ ተወሳኺ ዕጡቕ ትግራይ ንትግራይ የዳኽም እዩ ይብትን እዩ ዝበሎ ዕጡቕ ወተሃደራዊ ታዕሊም ሂቡ ከምዘዋፈረ ተገሊፆ። ብመሰረት እቲ ዝወፀ ሓበሬታ ሰራዊት ኢትዮጵያ ሰሜን ምብራቕ እዚ የራያ ዘብ ተባሂሉ ዝፍለጥ ዕጡቕ ሓይሊ ብምስልጣን፣ ሎጂስቲክ ብምስናቕን ከምዘዋፈረ ተቓሊሖም። እቶም ብሽም ራያ ዘብ ዝፍለጡ ዕጡቓት ኣብ ጮቤ ግንባር ስልጠና ወሲዶም ምስ ሰራዊት ኢትዮጵያ ሓቢሮም ንህዝቢ ራያ ኣላማጣ ናፃ ንምውፃእ ከምዝተዳለው ሓቢሮም ኣለው። እቲ ስርዓት ኣዛዚ ሻለቃ ናይቲ ብራያ ዘብ ኢሉ ዝመደቦ ዕጡቕ ሓይሊ ዘነበ ስጦታው ሳላ ሰራዊት ኢትዮጵያ ሓይልና ካብ ግዘ ናብ ግዘ እንዳተጠናኸረ ይመፅእ ኣሎ ምስ ጥምር ሰራዊት ኢትዮጵያ ብሓባር ኮይንና ንምውጋእ ተዳሊና ኣለና ክብል እውን ፈኪሩ ኣሎ። እቲ መንግስትነት ብሒቱ ንሱ ኣብ ዘመሓድራ ሃገር ኣንፃር ትግራይ ዝዋግኡ ዕጡቓት መዓልታዊ ከም ዘጫጭሕ ዝንገረሉ ስርዓት ኢትዮጵያ ብምዕራብ ትግራይ ንሱ ዘብዒ ተከዘ ዝብሎ ዕጡቕ ሓይሊ ብሸነኽ ዓፋር ብ tpf ዝፍለጥ ዕጡቕ ሓይሊ ሕጂ ድማ ካብቲ ኣብ ዓፋር ዝወደቦ ዕጡቕ ሓይሊ ንሕና ተጋሩ ኣይኮናን ዝብሉ ብሽም ራያ ዘብ ዝፍለጡ ኣካላት ወዲቡ ትግራይ ክወግኡ ኣዋፊርዎም ኣሎ። እቲ ኣብ ክልተ ሽሕን ዓሰርተ ሰለስተን ዓመተ ምህረት ኣስታት ሸውዓተ ሃገራት መሻርኽቲ ዓዲሙ ኣብ ልዕሊ ትግራይ ፅንተት ዝፈፀመ ገዛኢ ስርዓት ብልፅግና ሕጂ እውን እንተኾነ ኣንፃር ትግራይ ዝዋግኡ ርስቲ ክምልሱ ዝብህጉን ምልሻታት ኣብ ምስልጣንን ምዕጣቕን ተፀሚዱ ከም ዘሎ ዝፍለጥ እዩ። ዝኸበርኩም ተማዕትና ንሎሚ ዝነበረና ዕለታዊ ዜና ሕርያ ፖስት ነዚ ዝተኸታተልኩሞ ይመስል ነይሩ።